ሰላም ሰላም ተኸታተልቲ ቻነልና ቻነል መዳኣለም እዚ ኣብ ዓለም ናይ ዝተፈጸሙ ኣዝዮም ኣገረምቲ መስሐቕትን መሕዘንትን ፍጻመታት ብሰሓባይ መንገዲ እነቕርበሉ ቻነልና እዩ። ትሕዝቶታትና ብቐጻል ንኸጽሑኹም ሳብስክራይብ ብምግባር ቤተሰብ ይኹኑ። ናብ ዕለታዊ ታሪኽና ክንሰግር። ኣብ ታሪኽ ኩዕሶ እግሪ ዓለም ኣብ ክልተ ተኸፊላ እያ። በቲ ሓደ ወገን ሜሲ ሜሲ ዝብሉ በቲ ካልእ ወገን ድማ ሮናልዶ ሮናልዶ እናበሉ ዝጭድሩ። ግን ብሓቂ እቲ ፍልልዮም እንታይ እዩ? ሎሚ ነዚ ምስጢር እዚ ክንፈትሖ ኢና። ታሪኽ ኩዕሶ እግሪ ከም ክርስትያኖ ሮናልዶን ሊዮነል መስልን ዝኣመሰሉ ንልዕሊ ዓሰርተ ሓሙሽተ ዓመታት ብማዕረ ዝዓብለሉ ተጻወትቲ ምርካብ ኣዝዩ ኣጸጋሚ እዩ። ክልቲኦም ዓበይቲ እኳ እንተኾኑ ኣጻውትኦን መንገዲ ዓወቶምን ግን ዝተፈላለየ እዩ። ሊዮነል መሲ ኣብ ታሪኽ ኩዕሶ እግሪ ሓደ ካብቶም ዝዓብዩ ተጻውቲ ጥራይ ዘይኮነስ ብትግሃትን ብጽንዓትን ዝተሃነጸ ናይ ዓወት ታሪኽ ዘለዎ ሰብ እዩ። ሊዮነል ኣንድረስ መሲ ሰነ 24987 ኣብ ሮዛርዮ ኣርጀንቲና ተወሊዱ። ገና ንእሽተይ ከሎ ምስ ኣሕዋቱን ኣዝማዱን ኩዕሶ ምጽዋት ጀመረ። ወዲ ኣርባዕተ ዓመት ምስ ኮነ ኣብ ግራንዶል ዝተብሃለት ናይ ከባቢ ጋንታ ክጻወት ጀመረ። ኣብኡ ድማ እታ ዝያዳ ተተባብዖ ዝነበረት ኣቦሓጎኡ ሴልያ ነበረት። ክሳብ ሎሚ ሽቶ ምስ ኣመዝገበ ናብ ሰማይ ዝጥምት ንዓኣ ንምዝካር እዩ። ሜሲ ወዲ ዓሰርተ ዓመት ምስ ኮነ ናይ ዕብየት ሆርሞን ሕጽረት ግሮውዝ ሆርሞን ዲፊሸንሲ ከም ዘለዎ ተፈሊጡ እዚ ሕማም ንዕብየቱ ዝዓግት ብምንባሩ ክቡር ዝኾነ ናይ ሕማም ናይ ሕክምና ረድኤት የድልዮ ነበረ። ኣብቲ ግዜ እቲ ስድራቤት ይኹን ናይ ዓዱ ጋንታታት ነቲ ወጻኢታት ክሽፍኑ ኣይከኣእሉን። ናይ መሲ ተውህቦ ዘርኣዩ ናይ ባርሰሎና ክለብ ወከልቲ ነቲ ሕክምና ክሽፍኑሉ ቃል ብምእታው፣ ናብ ስፔን ክመጽእ ዓደምዎ። ኣብ ታሪኽ ፍሉጥ ከም ዝኾነ ሜሲ ናይ መጀመርታ ውዕሉ ዝፈረመሉ ኣብ ናፕኪን ነበረ። ኣብ ዓሰርተ ሰለስተ ዓመቱ ናብ ስፔን ብምኻድ ኣብታ ዝነገሰላ ላማሲያ ዝተብሃለት ናይ ባርሰሎና ኣካዳሚ ትምህርቱ ጀመረ። ሜሲ ኣብ ባርሰሎና ንልዕሊ ዕስራ ዓመት ጸኒሑ እዩ። ኣብዚ ግዜ እዚ ዓሰርተ ግዜ ናይ ስፔን ላሊጋ ተዓዊቱ፣ ኣርባዕተ ግዜ ናይ ኣውሮፓ ቻምፕዮንስ ሊግ፣ ብውልቁ ድማ ሸሞንተ ግዜ ናይ ዓለም ብሉጽ ተጻዋታይ ብምባል ባላንዶር ተሸሊሙ እዩ። ንባርሰሎና ሽዱሽተ ሚእቲ ሰብዓይ ክልተ ሽቶታት ብምዝጋብ ናይቲ ክለብ ናይ ዘመናት ክብረ ወሰን ሒዙ እዩ። ንነዊሕ ግዜ ሜሲ ምስ ሃገሩ ዋንጫ ኣይዓትርን ተባሂሉ ይውቀስ ነበረ። ይኹን እምበር እቲ ናይ መወዳእታ ሕልሙ ኣብ ዝሓለፈ ዓመታት ተጋሂዱ እዩ። ኮፓ ኣሜሪካ 2021 ንብራዚል ብምስዓር ንሃገሩ ዋንጫ ኣምጺኡ። ፊፋ ዎርልድ ካፕ ኣብ ኳታር ኣብ ዝተኻየድ ናይ ዓለም ዋንጫ ንኣርጀንቲና መሪሑ ዓወት ተጎናጺፉ። እዚ ዓወት እዚ ንሜሲ ኣብ ታሪኽ ኩዕሶ እግሪ እቲ ዝበለጸ ጎት ዘብሎ ዓብዪ ፍጻመ ነበረ። ሜሲ ካብ ባርሰሎና ናብ ፒኤስጂ ድሕሪ ምኻድ ሕጂ ኣብ ኣሜሪካ ምስ ዝርከብ ክለብ ኢንተር ሚያሚ ይጻወት ኣሎ። ኣብኡ እውን እንተኾነ ዓወታት ብምዝጋብን ኩዑ ንኩዕሶ እግሪ ኣሜሪካ ምሕዳሱን ቀፂሉሉ ይርከብ። ሊዮኔል መሲ ተፈጥሮኣዊ ክእለቱ ዝዓብለሎ እዩ። ብዑደት ኩዕሶ፣ ድሪብሊንግ፣ ብሉፅ ናይ ምርኣይ ዓቕሚ ከምኡ እውን ፀዋታ ናይ ምምራሕ ክእለቱን ይፍለጥ። ሜሲ ኩዕሶ ኣብ እግሩ ምስ ሓዘ ተኣምር ይሰርሕ። ንተፃወትቲ ተኸላኸልቲ ብቐሊሉ ይሓልፍ። ጥበባዊ ተፃዋታይ እዩ። እቲ ካልኣይ ንጉስ ዓለምና ክርስቲያኖ ሮናልዶ ክንርኢ ከለና ክርስትያኖ ሮናልዶ ናይ ብርቱዕ ስራሕን ስነ ስርዓትን ውፅኢት እዩ። ብናይ ክሮስ ዓቕሙ፣ ብፍጥነቱን ብክልቲኡ እግሩን ብርእሱን ሽቶ ናይ ምዝጋብ ብቕዓቱ ፍሉይ እዩ። ሮናልዶ ሽቶ ንምዝጋብ ዝተሰርሐ ማሽን እዩ ክበሃል ይከኣል። ክርስትያኖ ሮናልዶ ዶ ሳንቶስ ኣቬሮ ካብ ትሕቲ ካብ ትሑት ድሕረ ባይታ ተበጊሱ ብዘይሕለል ጻዕርን ፍሉይ ዲስፕሊንን ናብ ጠርዚ ዓለም ዝደየበ ተጻዋታ እዩ። ታሪኽ ህይወቱ ንዝኾነ ተስፋ ንዘይቆርፅ ሰብ ዓብይ መርኣያ እዩ። ሮናልዶ ለካቲት 5 1985 ኣብ ማዴራ ፖርቹጋል ተወሊዱ። ስድራ ቤቱ ኣዝዮም ድኻታት ብምንባሮም ሮናልዶ ንእሽተይ ከሎ ህይወቱ ጥንኩር ነበረ። ኣቦኡ ናይ ሜዳ ሓላዊ ኮይኑ ይሰርሕ ስለ ዝነበረ ሮናልዶ ካብ ግዜ ንእስነቱ ምስ ኩዕሶ ተላመደ። ወዲ 12 ዓመት ምስ ኮነ ንበይኑ ናብ ሊዝበን ብምኻድ ንስፖርቲንግ ሊዝበን ልምምድ ጀመረ። ኣብቲ ግዜቲ ካብ ስድራ ቤቱ ተፈልዩ ክነብር ስለ ዝነበሮን ብኣዘራርባኡ ይላገጽሉ ስለ ዝነበሩን ብዙሕ ይበኪ ነበረ። ይኹን እምበር ሓደ መዓልቲ ካብ ኩሎም ዝበለጽኩ ክኸውን እየ ኢሉ ንገዛእ ርእሱ ቃል ኣተወ። ኣብ 2003 ማንቸስተር ዩናይትድ ንስፖርቲንግ ሊዝበን ኣብ ዝገበርኦ ናይ ሕውነት ጸዋታ ሮናልዶ ዘርኣዮ ብቕዓት ንሰር ኣለክስ ፈርጉሰን ኣገሪምዎም፣ ብኡ ንብኡ ድማ ፈርጉሰን ናብ ማንቸስተር ኣምጽዎም። ኣብኡ እቲ ፍሉጥ ቁጽሪ ሸውዓተ ማልያ ተዋሃቦ። ኣብ ማንቸስተር ዩናይትድ እንከሎ ንመጀመርታ ግዜ ናይ ዓለም ብሉጽ ተጻዋታይ ባላንድር ተሸለመ። ኣብ ክልተ ሽሕን ትሽዓንተይ ሮናልዶ ብኽቡር ናይ ምስጋና ዋጋ ናብ ሪያል ማድሪድ ተሰጋገረ። ኣብዚ ክለብ እዚ ዘደንቕ ታሪኽ ጸሓፈ። ኣብ 438 ጸወታታት 450 ሽቶታት ብምዝጋብ ናይቲ ክለብ ናይ ዘመናት ዝለዓለ ኣመዝጋቢ ሽቶ ኾይነ። ኣርባዕተ ግዜ ናይ ኣውሮፓ ቻምፒየንስ ሊግ ተዓወተ። ምስ ሊዮነል መሲ ዝነበሮ ናይ ዓመታት ውድድር ንኩዕሶ እግሪ ዓለም ናብ ካልእ ደረጃ ኣሰጋገሮም። ኣብ 2016 ንሃገሩ ንመጀመርታ ግዜ ናይ ኣውሮጳ ዋንጫ ከም እትዓትር ገበረ። ሕጂ እውን ኣብ ታሪክ ኩዕሶ እግሪ ንሃገራዊት ጋንታ ዝበዝሐ ስቾ ዘመዝገበ ተጻዋታይ ኮይኑ ይመርሕ ኣሎ። ሮናልዶ ካብ ኩሎም ቀዲሙ ልምድ ዝጅምርን ደንጉዩ ዝወፅእን ተጻዋታይ እዩ። ንኣካላዊ ብቕዓቱ ፍሉይ ክንክን ይገብር። ዝኾነ ይኹን ፀዋታ ክሰዓር ኣይደልን። እዚ ናይ ኣሸናፊነት ስነልቦና እዩ ሎሚ ዘለዎ ደረጃ ዘብፅሖ። ገበርቲ ሰናይ ሮናልዶ ንብዙሓት ሕሙማትን ድኻታትን ብገንዘቡ ይሕግዝ እዩ። ድሕሪ ሪያል ማድሪድ ናብ ጁቬንቱስን ማንቸስተር ዩናይትድን ተመሊሱ ዝተፃወተ ሮናልዶ ሕጂ ኣብ ስዑዲ ዓረብ ምስ ክለብ ኣልናስር ይርከብ። ዕድሚኡ ኣርብዓ ይፀጋጋዕ እንተሃለወ ሕጂ እውን ሽቶታት ካብ ምቑፃር ኣየዕረፈን ሮናልዶ ተፈጥሮ ዝሃበቶ ጥራይ ኣይኮነን ተጠቂሙ ንሱ ማሽን እዩ ካብ ኩሉ ሰብ ቀዲሙ ጅም ይኣቱ ካብ ኩሉ ሰብ ድማ ደንጉዩ ይወጽእ ኣብ ሪያል ማድሪድ ማንቸስተርን ጁቬንትስ ዝገበሮ ተኣምር ምጽዓሪ የንጸባርቅ ሮናልዶ ተስፋ ንዘይቆርጽ ሰብ ዓወት ከምዝመጽእ ህያው ምስክር እዩ። ሜሲ ጥበብ እዩ፣ ሮናልዶ ድማ ጉልበት። ሜሲ ሰኣላይ እዩ፣ ሮናልዶ ድማ መሃንዲስ። ሓደ ንተፈጥሮ ተውህቦም ወኪሉ ደው ይብል፣ እቲ ሓደ ድማ ይትሕለል ስራሕ። እምበኣር ጎት፣ ግሬተስት ኦፍ ኦል ታይም፣ ናይ ኩሉ ግዜ ብሉጽ፣ መን እዩ? መልሱ፣ ኣብቲ ንሰኻ ንምንታይ ትህቦ ዋጋ እዩ ዘሎ። ንጥበብ እንተ ኣሚንካ ሜሲ፣ ንጻዕሪ እንተ ኣሚንካ ድማ ሮናልዶ። ግን ሓደ ነገር ርግጸኛ እየ፣ ንሕና ክልቲኦም ኣብ ሓደ ዘመን ክጻወቱ ዝረኣና ዕድለኛታት ኢና። መን ይበልጽ ዝበል ሕቶ ንነዊሕ ዓመታት መከራኸሪ ኮይኑ እዩ። መብዛሕቲኦም ሰባት ሜሲ ንተፈጥራዊ ጥበቡን ዋንጫ ዓለም ብምዕታሩን ከም ናይ ኩሉ ግዜ ብሉጽ ክሪእዎ ከለዉ፣ ሮናልዶ ድማ ዘይሕለል ጻዕሩን ኣብ ዝኸዶ ኩሉ ጋንታታት ከምኒ ማንቸስተር ዩናይትድ፣ ሪያል ማድሪድን ጁቬትስን ብምዕዋቱ ልዑል ክብሪ ይወሃቦ። ንስኹምከ ካብዞም ክልተ ተጻወትቲ ንመን ዝያዳ ትድግፉ? ወይስ ኣጻውታ መን እዩ ዝያዳ ዝሰርሐካ? ንስኻ ደጋፊ ሜሲ ዲኻ ወይስ ሮናልዶ? ኣብ ኮሜንት ጸሓፈልና። ቪድዮና እንተፈቲኻዮ ድማ ላይክ ሳብስክራይብ ኣይትረስዕ። ሰላም። ናይ ሎምዓንቲ ትሕዝቶና እዚ ዝተኸታተልኩሞ ይመስል ነይሩ። ትሕዝቶና ተፈቲኹሞ ላይክ ምግባር፣ ሓሳብ ኣስተያየትኩም ኣብ ኮሜንት ምጽሓፍን ታሪኽ ንዝፈቱ ዓርክኹም ሼር ምግባርን ኣይትረስዑ። ሳብስክራይብ ቻነልና ቻነል መዳ ኣለም። ሰላም።